ሕቡራት ሃገራት ዓረብ ወይ ከዓ ኢማራትስ ኢማራትስ ኣብ ደቡባዊ ምብራቕ ገማግም ሓውሲ ደሴት ዓረብ ዝርከብ ኣስታት 9.9 ሚልዮን ተቐማጦ ዝሓዘ ፈደሬሽን ናይ ሸውዓተ ኢሚራታውያን ከተማታት እዩ። ኢማራትስ ብተዛማዲ ንእሽተይ እኳ እንተኾነት ዘመናዊ ቅርፅን ሃብታም ባህላዊ ውርሻን ከምኡውን ልዑል ደረጃ መነባብሮን ፍልጥቲ እያ። ብዓበይቲ ኣብያተ መቕደስ፣ ብዕዳጋ ዱባይ፣ ዘይቲ፣ ሑጻ፣ ተምሪ፣ ሉል፣ ቅድድም ኣግማል ከምኡውን ብኣቡዳቢ ግራንድ ፕሪክስ እትፍለጥ ኢማራት ቀንዲ ምንጪ ሃብታ ካብ ዕቑር ነዳድን ተፈጥራዊ ጋዝን እዩ። ዝዓበየ ቁጠባኣ ምስ ነዳዲ፣ ዘይትን፣ ኣሉሚንየም ከምኡውን ስሚንቶን ዝተሓሓዘ ኣቑሑትን ኣገልግሎት ብምሻጥን እዩ ዝርከብ። ዝዓበየ ኣታዊ ኢማራት ካብ ዘይትን ነዳድን ወላኳ እንተኾነ ኣብ ዝሓለፈ ቁሩብ ዓመታት፣ ሃገራት ግን ሕቡራት መንግስታት ኣብ ሰደድ ነዳድን ጋዝን ዘለዋ ትውክልቲ ክትንክዮን መንግስቲ ኣብ ከም ቱሪዝም፣ ኣባይትን ቴክኖሎጂን ፋይናንስን ዝኣመሰለ እተፈላለየ ዓውድታት ብዙሕ ወፍሪ ብምውጻእ ኢማራትስ ቀንዲ ስሕበት በጻሕትን ነጋዶን ክትከውን ኣብቅዓ። ገለ ካብቲ በጻሕቲ ዝስሕብ ነገራት ምስ ንርኢ ድማ ሰብ ዝሰርሖም ደሴታት፣ ሰማይ ጠቀስ ኣባይቲ፣ ሃብታም ውርሻ ዘንጸባርቑ ቤተ መዘክራትን። ብተወሳኺ'ውን ኢማራትስ ሓንቲ ካብተን ግብሪ ኣታዊ ዘይብለን ሒደት ሃገራት ዓለም እያ። እዚ ኸኣ ንስደተኛታትን ነጋዶን ህቡብ ቦታ ክኸውን ጻሕቲ ክትስሕብን ኣኽኢልዋ እዩ። ኣብ ራብዓይ ደረጃ እትርከብ በቲ ልዑል ደረጃ መነባብሮኣን ገለልትነታን እትፍለጥ ሃገረ ስዊዘርላንድ ኮይና ኣብ ምዕራባውን ማእከላይን ኤውሮጳ ትርከብ። ስዊዘርላንድ በቲ ዘደንቕ ተፈጥሮኣዊ ትርኢትን ብዝርከባ ኣኽራንን ኣልፕስን ቀላያትን ስንጭሮታትን እትፍለጥ ሃገር እያ። እዛ መንበሪ ጀርመናውያን፣ ፈረንሳውያን፣ ኢጣልያውያን ተዛረብቲ ዝኾነት ሃገር፣ ኣብ ዓለምና ካብተን ቀዳሞት ሕጉሳትን ጥዑያትን ዜጋታት ትውንን ሃገር ኮይና፣ ኣስታት ትሽዓተ ሚልዮን ብዝሒ ህዝብን ሰማንያን ኣርባዕተን ሽሕን ሽዱሽተ ሚእትን ሓምሳን ሸሞንተን ጂዲፒ ሃብትን ትውንን። ስዊዘርላንድ ብተዛማዲ ንእሽተይ እኳ እንተኾነት፣ በቲ ዘደንቕ ተፈጥሮኣዊ ትርኢትን ዝለዓለ ትምህርቲ ዝረኽቡ ነበርታን ከምኡ'ውን ብብርቱዕ ቁጠባዊ ሓይልን እትፍለጥ ኣዝያ ዝማዕበለትን ዝሃብተመትን ሃገር እያ። እዛ ሃገር እዚኣ ሓንቲ ካብተን ኣብ ዓለምና ዘለዋ ቀንዲ ቁጠባዊ ማእከላት ኮይና ብእትህቦ ናይ ባንክ ኮነ ገንዘብ ኣጎልግሎት መንበሪ ብዙሓት ኣህጉራውያን ውዱባት ብፍላይ ከኣ ቀንዲ ቤት ጽሕፈት ቀይሕ መስቀልን ዓለማዊ ውድብ ጥዕናን እያ። ብዘይካዚ ከም መድሃኒት፣ ሕክምናዊ መሳርሒታት፣ ኬሚካላት፣ ፕላስቲክን፣ ክቡር ኣእማን ብሉጽ ዓለባን ቾኮሌትን ልዕሊ ኩሉ ከኣ ብዘፍርይዎ ብሉጽ ኢንዳስትሪ ሰዓትን ፍልጥቲ እያ። ኣብ ክልተ ሽሕን ዕስራን ክልተን ዋንጫ ዓለም ንምእንጋድ እዚ ዘይበሃል ባጀት ከም ዝሰልዕ እቲ እትፍለጥ ሃገር ኣብ ውሽጢ ምህጥ ፋርስ ኣብ ሰሜናዊ ምብራቕ ገማግም ሓውሲ ደሴት ዓረብ እትርከብ ንእሽተይ ደሴት ቀጠር ትበሃል። ብገምጋም ዓሰርተ ሓደ ሽሕን ሓሙሽተ ሚእትን ሰማንያ ስኩዌር ኪሎሜተር ስፍሓት መሬትን ክልተ ነጥቢ ሸሞንተ ሚልዮን ተቐማጦ ዘለዋ ኣዝያ ንእሽተይ ሃገር እያ። ሃገር እያ። ኣዝያ ንእሽተይ ዋላ'ኳ እንተኾነት፣ ሓንቲ ካብተን ኣብ ዓለምና ዘለዋ ቀዳሞት ኣፍረይቲ ነዳዲን ተፈጥሮኣዊ ጋዝን ኮይና ዓመታዊ ዝለዓለ ኣታዊ ትረክብ። ነዳዲ ዘይቲ ቅመም ምርካባ፣ ቀጠር ብምግፋፍ ዓሳን ዑንቂን ንግድን ትናበር ድኻ ሃገር እያ ነይራ። ባህላዊ ናብራ ሰበኽሳገም ዝናበሩ ኣስታት ሚእቲ ሽሕ ዜጋታት ከም ዝነበሩዋ'ውን ይግለጽ። ኣብ ሽሕን ሸውዓተ ሚእትን ኣርባዓታት ነዳዲ ኣብ ትሕቲ መሬት ቀጠር ካብ ዝርከብ ንደሓር ግን ሃብቲ እታ ሃገር ብቕልጡፍ ሰማይ ዓረገ። ኢንዳስትሪ ነዳዲ ዘይቲ ኣብታ ሃገር ሃብትን ዘመናዊ ምዕባለን ኣምጸ። ኢንፍራስትራክቸር ትምህርትን ከምኡውን ክንክን ጥዕናን ማዕበለ። ድሕሪ ሩስያን ኢራንን ብዘለዋ ብዝሒ ነዳዲ ትፍለጥ ቀጠር፣ ልዕሊ ሰብዓ ሚእታዊት ሃብታ ነዳዲ ዘይትን ተፈጥሮኣዊ ጋዝን ብምሻጥ ዝመጸ እዩ። ኣብ ርእሲ እዚ፣ እቲ ሰፊሕ ምድረበዳ ቀንዲ ምንጪ ስሕበት በጻሕቲ ብምዃን እውን ተወሳኺ ምንጪ ኣታዊ ናይታ ሃገር እዩ። ቀጠር ብብዙሓት ኣተኛታት ሰራሕተኛ እውን ፍልጥቲ እያ። ካብ ኣስታት ሰለስተ ሚልዮን ተቐመጥታ፣ ሰለስተ ሚእትን ሓምሳን ሽሕ ጥራይ ደቀባት፣ ቀጠራውያን ምዃኑ እውን ሓንቲ ካብተን ብብዝሒ ወጻእተኛታት እተእንግድ ከተማ ኮይና ትርከብ። ኣብ ኢሮብ ካብ ዝርከባ ደሴታት ብዕቤታ ኣብ ሳልሳይ ደረጃ ትስራዕ ኣብ ሰሜናዊ ምዕራብ ኤውሮጳ እትርከብ ደሴት ኣየርላንድ ብመጠን ትውንኖ ሃብቲ ሓንቲ ካብተን ብልጹጋት ሃገራት እያ። እዛ ብቡንን ዊስክን ውርይቲ ዝኾነት ደሴት ኣስታት ሸሞንተ ሚልዮን ብዝሒ ህዝቢ ሓቝፋ ተእንግድ ከም ዝነበረት እዩ ዝፍለጥ። ኣብ ሽሕን ሸሞንተ ሚእትን ኣርባዓን ሓሙሽተን ብዘጋጠማ ኣዝዩ ከቢድ ናይ ጥሜትን ድርቀትን ዝሓለፈ ግዜ ግን ኣስታት ክልተ ሚልዮን ህዝባ ክመውት ከሎ ዝተረፈ ከኣ ንስደት ፋሕ በለ። ሱር ዝሰደደ ድኽነትን ዕንወትን ዘንጸላልዋ ሃገረ ኣየርላንድ ዝተረፈ ውሑዳት ህዝባ ሒዛ ክትምክቶ ተገደደት። ኣብ ዕስራ ክፍለ ዘመን ዘለዎም ባህርያዊ ሃብቲ ብምጥቃም ነቲ ዘይከኣል ዝመስል ባይታ ዝቢጡ ዝነበረ ቁጠባ እዛ ሃገር ሓደ ካብቲ ኣብ ኤውሮጳ ብቕልጡፍ እናዓበየ ዝኸይድ ዘሎ ቁጠባ ክኸውን ኣኽኣሎ። ኣብዚ ግዜ እዚ ኣየርላንድ ኣስታት ሓሙሽተ ሚልዮን ተቐመጥቲ ህዝብን ሚእትን ዕስራን ኣርባዕተን ሽሕን ሓሙሽተ ሚእትን ቴስዓን ሸዱሽተን ዝኣክል ቁጠባን ሃብትን ትውንን። ሃብቲ ሃገረ ኣየርላንድ ካብ ቱሪዝም፣ መድሃኒትን ሕክምናዊ መሳርሒታትን፣ ቴክኖሎጂን ሕርሻን ዝመጸ እዩ። ብግቡእ ዝማዕበላ ናይ ሕርሻ ትካላት ከም ጸባን ስጋን ካልእ ፍርያት መግብን ናብ ካልኦት ሃገራት ብምስዳድ ንቁጠባ እታ ሃገር ዓቢ ኣበርክቶ ይገብር። ብተወሳኺ'ውን ኣብ ኣየርላንድ ዘሎ ምቹእ ናይ ቀረጽ ስርዓት ንቁጠባዊ ዕቤት ኣብ ምድንፋዕን ቀንዲ ረቋሒ እዩ። እዚ ትሑት ናይ ትካል ግብሪ ምሃብ ንከም ኣፕልን ማይክሮሶፍትን ዝኣመሰላ ኣህጉራውያን ትካላት ቀንዲ ቤት ጽሕፈትን ኣብዛ ንእሽተይ ደሴት ክኸፍታ የተባብዕ። ኣብ ቀዳማይ ደረጃ ሒዛ ዘላ ሓንቲ ካብተን ኣብ ዓለም ዘለዋ ዝነኣሳ ሃገራት ኮይና ኣብ ሰሜናዊ ምዕራብ ኤሮጳ ትርከብ ሃገረ ላክሰምበርግ እያ። ኣብ ሕብረት ኤሮጳ ካብ ዘለዋ ሃገራት ዝሃብተመት ምዃና እትፍለጥ ላክሰምበርግ ቀንዲ ሰፈር ዓበይቲ ናይ ብሕቲ ባንክታት ኮይና ትርከብ። እዚ ኸኣ ኣብ ቁጠባ እታ ሃገር ዓቢ ረብሓ ይውስኽን ንነፍሲ ወከፍ ዜጋ እታ ሃገር ልዑል ደረጃ መነባብሮ ከተእንግድ የኽእላን። ላክሰምበርግ በበይኑ ዝዓይነቱ ባህልን ዝለዓለ ትምህርቲ ክእለትን ዘለዎም ዜጋታትን ብሉጽ ስነ ህንጻን ፍልጥቲ እያ። ኣብ ሙሉእ ኤውሮጳ ብእትህቦ ምንጪ ኤለትሪክን ብሉጽ ምህርቲ ወይንን እውን ስማ ጸብለል የብሎ። ብሸነኽ ሰሜን እታ ሃገር ዝርከብ ጽዑቕ ዱርን ተፈጥሮኣዊ መናፈሻታትን ኣኻውሕን ዝመልኦ ገማግምን እውን በጻሕቲ ንኽትስሕብ ይሕግዛ። መዓስ እዚ ጥራይ! እዛ ንእሽተይ ሃገር ክንሳ ብተፈጥሮኣዊ ሓጺንን ኣቻዮን ዝዘቕበበት ሃገር፣ ኣብ ሰደድ ሓጺን እውን ዝነኣድ ኣበርክቶ ከም ዘለዋ እዩ ዝንገር።